ውግእ ተኸፊታ ኢትዮጵያ ዓዲ ኮይና ናይ ምቕፃል ዕድላ ይውዳእ እዩ። ንምንታይ ሓደ ውሽጣዊ ፀገም ኣሎ። ስለዚ እዚ ውሽጣዊ ፀገም እዚ ኢትዮ- ናይ ህዝቢ ኤርትራ ቁጽሪ ኣብ ግምት እናእተኻ ናይ ህዝቢ ትግራይ ቁጽሪ ኣብ ግምት እናእተኻ ክልቲኦም ተደሚሮም ሸሞንተ ሚልዮን ኣይኣትኑን ዓሰርተ ሚልዮን ኣይኾኑን እናበልካ ኳልኩሌሽን ብምስራሕ ዝግበር ውግእ መን ደሓር ከም ዝኣትዎ ስለ ዘይፍለጥ ሓደገኛ እዩ ዝኸውን ኢለ ዝኣምን። ምስ ትግራይ ጥራሕ ዝተገበረ ውግእ እኳስ ኣብ ልዕሊ ኢትዮጵያ ዘምጽኦ ሳዕቤን ርኢናዮ ኢና። ከመይ ዝመሰለ ኢኮኖሚያዊ ውድቀት፣ ፖለቲካዊ ውድቀት፣ ሾሻል ፋብሪክ ናይቲ ህዝቢ ከም ዝበጣጠሶ ብግልፂ ዝረኣ ዘሎ። እሊ ምስ ተፈራረምና ብቐጥታ እዮም ናብ ክሕደት ኣትዮም። ግዝኣትና ክምልሱልና ኣይከኣሉን። ኣብ ፌደራል ዘሎ ጉዳይ ናይ ተጋሩ ውክልና ክምልሱልና ኣይከኣሉን። ከሓድቲ ንሶም እዮም ኣብ መሬት ዝኽሕዱ ዘለዉ። እታ ናይ ትማሊ ናይ ውዕሊ ፕሪቶርያ እኳ ተወሲድናስ፣ ብምሉኤን እተን መሰረታዊ ዝበሃላ ነገራት እና ናኸሓዱ ዝኸዱ ዘለዉ እሶም እዮም። ብጭቡጥ ማለት እዩ። ዕስራ ሻዕ ዝሕስዉ እውን ንሶም እዮም። ኣይምልከተናን ክንብል እንተኾይናስ ሳላ መንግስቲ ኤርትራ ድሒንና፣ ንሱ ተዘይህሉ እንታይ ምኾንና ነይርና፣ ጠፊእና ነይርና ኢሎም ብግልፂ ተዛሪቦም እኮ ሎሚ ኸዓ ኤርትራ ልኡላውነታ ክነጥፋ ኢና፣ ጆኖሳይድ ክንፍፅም ኢና፣ ሰለስተ ሚሊየን ንወልድና ኣብ ክብሉ ኣለዉ። ብርግፅ ስቡእ ኣለሙ መልሲ ክህሉ ይኽእሉ እዮም ንሳቶም። ክሕደት ዝብል ነገር ግን እንተጠልዒሉ ክሕደት ጸዊዕኻ ዘይኮነስ ሪኢኻ ትፈልጣ ኣብታ ሓንቲ ነጥቢ ክምጸ እንታይ እዮም ዝብሉ ዘለዉ ዝሓለፈ ሰላሳ ዓመት ወደብ ዘስእነና ሕዋሕት ዝበሃል ትግራዋይ ዝበሃል ፍጡር እዩ ህዝቢ እዩ ዘድሕነኩም የለን ህዚ ንሕና ኢና ቤት መንግስቲ ተቆጻጺርናዮ ዘለና ክንጭፍልቐኩም ኢና፣ ክነጥፈእኩም ኢና ኢሎም ነዚ ህዝቢ እዚ ኣብ ሓደ ባስኬት እዮም ዘቕምጥዎ ዘለዉ ህዝቢ ማለት እዩ ኣብ ሓደ ባስኬት ማለት እዩ so ንሶም ናይ ወለዶም ይገብሩ ኣለዉ እዚ ህዝቢ እዚ ከዓ ናይ ወለዶ ክገብር ኣለዎ ኤርትራ ይኹን ትግራይ ማለት እዩ እቲ ዝነበረ ብሽርውና እቲ ዝፈጠርናዮ ምምንጫት እንታይ ከም ዝፈጠረ እቲ ቀንዲ ፀገም ኣበይ ከም ዘሎ ክንርዳእ ይግበእ እና ሀዚ ሐዚ ግዚኡ ደስትን ዘመናውያንን ነፈርቲ ኲናት ኣብ ወደባዊት መዕርፎ ነፈርቲ ከተማ ባጽዕ ተራእየን። ስርዓት ብልጽግና ናብ ዶባት ዕጥቅን ኣጽዋራትን የጓርት ኣሎ። ሕቡራት ኢመራት ዓረብ ንኩነታት ምዕራብ ትግራይ ተጸንቢራቶ ትርከብ ኣላ። ኣብ ክልላት ኣምሓራን ኦሮሞን ክልል ዓፋርን ክልል ትግራይን ዘሎ እዋናዊ ምዕባለታት ንስርዓት ብልጽግና ናብ ዓበይቲ ሓደጋታት ኣውዲቕዎ ይርከብ። ኤርትራ ኣብ ጋሽ ባርካ ሚስጥራዊ መሳለጢ ነፈርቲ ኲናትን ድሮናትን ኣለዋ ዝብል ሓድሽ ፍርሒ ዝፈጠሮ ድራማ ናይዚ ቅንያት ስቕታ ኤርትራ ዝመጽኦ መዘዝ ይመስል። ትማሊ እውን ኣብ መዕርፎ ነፈርቲ ወደባዊት ከተማ ባጽዕ ሓደስቲ ተራእየን ዘይፈልጣ ነፈርቲ ኲናት ተራእየን ዝብል ሓበሬታ ንምንቅስቓስ ነፈርቲ ዝከታተል ትካል ተዘርጊሑ ይርከብ። እዘን ነፈርቲ ቅድሚ ሕጂ ኣብ ኤርትራ ተራእየን ዘይፈልጣ ምዃነንን ኤርትራ ብዛዕባ ዘለዋ ወታደራዊ ዓቕሚ ምስጢራዊ ስለ ዝኾነ ዝርዝራት ምርካብ ኣሸጋሪ ምዃኑ እዩ ኣብቲ ሓበሬታ ወሲኹ ተጠቒሱ። ዓለም ጀነራላት ኮነሬላት ዝሓዘት ኣንቶኖክ ኣየር ተሓምሺሻ ኣላ፣ ወዲቓ። ሰበር ዜና ደብረታቦር ኣብ ትሕቲ ዕጥቆት ፋኖ ከምዝኣተወት መንግስቲ እታ ክልል ኣረጋጊጹ። መንግስቲ ክልል ኣምሓራ ኣብ ዝሃቦ መግለጺ ዕጡቓት ፋኖ ናብ ዋና ከተማ ደቡብ ጎንደር ደብረታቦር ከምዝኣተዉ ኣረጋጊጹ'ሎ። ቢሮ ሰላም ንጸጥታ ኣምሓራ ኣብ ዘውጽኦ መግለጺ፣ እቲ ጽንፈኛ ሓይሊ ኢሉ ዝገለጾ ከቢድ ኪሳራ ተቐቢሉ እናሃደመ ከምዝርከብ ድማ ገሊጹ'ዩ። ኣብ ትሕቲ ደቡብ ጎንደር ዘለዋ ወረዳታት ኣትዩ ከምዝቐንየን ፎቶ እናተላዕለ እናፎከረን ከምዝነበረን ድማ ኣብቲ መግለጺ። ኢትዮጵያ ዋጋ ክትከፍል እያ ክብሉ ሱዳናውያን ኤሊት ኣጠንቂቖም። ኣብ ክልል ቤኒሻንጉል ጉሙዝ መሰልጠኒ ካምፕ ወታደራት RSF ምህላዉ ሮይተርስ ብመረግ ዳታ ኣረጋጊጹ'ሎ። ኢትዮጵያ ኣብ ውግእ ሱዳን ብቐጥታ ከምዝተሳተፈት ብመረዳእታ ዝቐርበ፣ ፈላማይ ጸብጻቡን እዩ። ካብ ሳተላይት ዝተረኸበ ምስሊ ላዕለዎት ሰበስልጣን ኢትዮጵያ፣ ኣባላት ድሕንነት ብልጽግናን ዲፕሎማሰኛታትን ዝተረኸበ መረዳእታ ዘረጋገጾ መጽናዕቲ እዩ። ካብ ዶብ ሱዳን ዕስራን ሓሙሽተን ኪሎ ሜትር ዝተሰርሐ ናቑታ ብቐጥታ ብጌታቸው ጉዲና ከም ዝምራሕ ሮይተርስ ኣቃሊዑ። ኢትዮጵያ መሬትን ሓይሊ ሰብን ብመሃብ እያ ትሳተፍ። መዕርፎ ነፈርቲ ኣሶሳ'ውን መኸብኮቢ ድሮን ተሃኒጹሉ። ካብኡ ዝብገሳ ድሮናት ዓረብ ኢማራት ኣብ መሬት ሱዳን ድብዳብ ከም ዝፍጸማ እውን ብመጽናዕቲ ተረጋጊጹ ኣሎ። ዕፈ ዩኤ እያ ትውግኖ ይብል እቲ ጸብጻብ። ቀልቢ ዓለም ለኸ ሚድያታት ሎምዓንቲ ኣብዚ'ዩ ውዒሉ። ሱዳናውያን ብዝተፈላለያ ሚድያታት ዓረብ ቁጠዐኦም ይገልጹ ኣለዉ። ኤሊታት ሱዳን እውን ኢትዮጵያ ዋጋ ክትከፍል እያ ክብሉ የጠንቅቑ ኣለዉ። ካልኦት ድማ መንግስቲ ኢትዮጵያ ነቲ ወታደራዊ ማእኸል ብቕልጡፍ ክትዓጽዎ ኣተሓሳሲቦም እዮም። ኢትዮጵያ ኣብ ውግእ ሱዳን ብቐጥታ ከም ዝተሳተፈት ብመረዳእታ ተረጋጊጹ ዝብል ርእሲ ፕረዚደንት፣ ንሚድያታት ሃገራት ዓረብ ተቖጻጺሮም ኣለዉ። በቲ ገጢምና ዘሎ ከም ህዝብን ከም ሃገርን ከቢድ ሽግርን መከራን፣ እዚ ዝመጽእ ዘሎ ናይ ኲናት ስግኣት ድማ ተወሲኽዎ፣ እምበር'ከ ህዝብና ከም ህዝቢ ነዚ ነገር'ዚ ክሰግሮ ዶ'ኸውን ኢልካ ኣስፊኻ ትፈርሕ። ነዚ ኣብ ደገ ዘሎ ህዝቢ ብሓቂ ተረፍ ስርሑ፣ ተረፍ ግዚኡ፣ ተረፍ ገንዘቡ፣ ተረፍ ኩሉ ነገር ኣብ ዝጠዓሞ ዝገብሮ ነገር ስለ ዝኾነ ካብ ርእሰይ ጀሚሩ እግር ግን ኣብ ዓድና ዘሎ ህዝቢ እቲ ዝሓለፈ ናይ ወጽዑን ሽግሩን መከርኡን ግዜ ከይኣክል ሕጂ ከኣ ኣብይ ኣሕመድ ንኸጥፍኣና ዘይፍሕሮ ነገር ዘይፍክሮ ፈኸራ የለን። ግን ከም ህዝቢ ነዞም ኣብ ደገ ዘለና ነዚ መጺኡ ዘሎ ዘንጸላሉ ዘሎ ኩናት እንታይ እዩ ተራና? እንታይ እንተገበርና ብኸመይ እንተተቓለስና እዩ ዝሓይሽ? ኣብዚ ኮይንና መቸም ጽፍርና እንሰድድ ንህሉ ዶ ንኸውን? እንድዒ ግን ከምቲ ተጋሩ ብሓንሳብ ሓቢሮም ብሓንሳብ ሰሚሮም ምእንቲ ትግራይ ግልጽ ኢሎም ዓለም ስጋብ ትሰምዖም ዝገበሩ ከምኡ ክንገብር ዶ ንኽእል? ከምኡ ክንገብር ንኽእል ዶ ንዝብል ነገር እጠራጠር። ምኽንያቱ ንሓደ ሰብ ቀዳምነቱ እንታይ ከም ዝኾነ ዘይርዳእ እንድሕር ኮይኑ ዝዓበየ ሽግሩ ንሱ እዩ። ስለዚ ቀዳምነትና ሃገር እንተኾይኑ ኣብዚ እዋን እዚ ምንም ኣማራፂ የብለን ብዛዕባ ሃገር ብዛዕባ እቲ ክመፅእ ዝኽእል ዘሎ ዕንወት ብሓንሳብ ምስራሕ እዩ። ሕጂ ተቃዋማይ ሕጂ ደጋፋይ ኢልካ እትሰርሖ ስራሕ እንታይ ተቃወምቲ ኮይንና ብዙሕ ሰርሕና ኢና እኮ ዘስለጥናዮ ንግን ወላ ሓንቲ ነገር የለን። ተቃዋማይ ናይቲ ኣጉዲሉ ኣሎ፣ በዲሉ ኣሎ፣ ተጋግዩ ኣሎ፣ ኣጥፊኡና ኣሎ እንብሎ ልዕሊ ክልተ ዓሰርተ ተቃዋምቲ ኮይና ዝሓሸ ኮይና ክንወጽእ ኣይከኣልናን። ብዝኾነ እንታይ እዩ ኣብዚ እዋን እዚ ፈቲና ጸሊእና ህዝብና ክነድሕን እንኽእለሉ ቃልሲ ንጠምት ንማዕዱ ካልእ ምንም ስራሕ የብልናን። ህዝቢ ትግራይ ይኹን ህዝቢ ኤርትራ ኣብ ፍጹም ሓደ ዓይነት ዝኾነ ናይ ምህላውን ዘይምህላውን ስግኣት ኣለና። ነዚ ከመይ ኢና ንሰግሮ? ንዘለካ ሓይሊ ብምብትታን ወይስ ንዘለካ ሓይሊ ብምትእኽኻብ? ስለዚ እቲ ዘስተውዕል ጽን ኢሉ ይስማዕ። ኣብ ሃገርና እንደልዮ ለውጢ ንለውጢ ቃልሲ ንሕና ጥራይ ዘይኮነስ ዝመጽእ ዘሎ ወለዶ እውን እቲ ለውጢ ስጋብ ዘይመጸ ቃልሱ ክቕጽል እዩ። ሉዓላውነትካ፣ ሃገራዊ ክብርኻ፣ ሓድነትካን ግን ዋጋ ዕዳጋ ክግበረሉ ዘይግባእ እዩ። መንግስቱ ሃይለማርያም ኣብ ሓደ እዋን ከምዚ ኢሉ ተዛሪቡ ነይሩ። ኢትዮጵያ የምትባለዋን ሃገርና ኢትዮጵያዊ የሆነውን ሰው በታትኖና ኣውድሞ ትግራይ ትግርኝ የተባለ መንግስት ለማቋቋም ወስነዋል። ብታምኑም ባታምኑ።
እምበኣር ከም ዝሰማዕኹሞ እዩ። ትግራይ ትግርኝ ዝበሃል ሃገር ክሰርሑ እዮም ኢሉ ንኢትዮጵያውያን ጎስጊሱ ኣብ ትግራይን ኣብ ኤርትራን መከራ፣ ሽግር፣ ስቃይ፣ ድኽነት፣ ጨፍጫፍ ፈጺሙ እዩ። ብቕልጽም እዘን ክልተ ውድባት ህወሓትን ሻዕብያን ድማ ካብ ስልጣን ተባሪሩ ካብ ስልጣን ተባሪሩ። ሶ ኣብዚ እዋን እዚ እውን ኩሉ ግዜ ኢትዮጵያ እንታይ እያ ትገብር እንተ ኢልና ፈታዊ ኤርትራ ኣብ ዝኾነትሉ ግዜ ንትግራይ ትሃርም፣ ፈታዊ ትግራይ ዝኾነትሉ ግዜ ከዓ ንኤርትራ ትሃርም። ስለዚ ስጋብ መዓስ ኢና ኩሉ ግዜ ኣብ ከምዚ ዓይነት ፖለቲካ ዕንክሊል እንነብር? ኢትዮጵያውያን ኣብዚ እዋን እዚ ኤርትራ ግዝኣት ናይ ኢትዮጵያ እያ ነይራ ኢሎም ይዛረቡ እዮም። እስቲ ይኹነሎም ግን ኣብ ግዝኣት ኢትዮጵያ ኣብ ዝነበረትሉ እዋን ህዝቢ ትግራይን ህዝቢ ኤርትራን ግን ብናይ ኣፈላላይ ፖለቲካ ከም ዝፋናተት ይገብርዎ ነይሮም እዮም። ግን ብዝኾነ ኣብዚ እዋን እዚ እንታይ እዩ ዘዋጽኣና ይብል ኣነ ተደልዮም ትግራይ ትግርኛ ይበልዎ ተደልዮም ዓባይ ትግራይ ይበልዎ ተደልዮም ዓባይ ኤርትራ ይበልዎ ህዝቢ ትግራይን ህዝቢ ኤርትራን ሓደ እንተዘይኮይኑ ጥፍኣትና ኣብ ቀረባ እዩ ስለዚ ኣብዚ ሰዓት እዚ ብናይ ዕንክሊል ፖለቲካ መጋበርያ ናቶም ከይንኸውን ምእንትን ፖለቲካና ተጋሩ ኣብ ትግራይ ኤርትራውያን ከኣ ኣብ ኤርትራ ኣንተገበርናዮ ዝሓሸ ኣማራጺ እዩ ኢለ ይሓስብ ሰላምን ፍቅርን ነዚ ህዝቢ ኤርትራን ህዝቢ ትግራይን ይብል። ሓደ
ብዘሕዝን መልክዑ ኣብ መንጎ ኢትዮጵያን ኤርትራን ዘሎ ጉዳይ ናተኻረረ እዩ ዝመፅእ ዘሎ ካብ መዓልቲ ናብ መዓልቲ ይሐሽ ተተብሃለ ነገር ግን ናኸበደ እዩ ዝመፅእ ዘሎ መንግስቲ ኢትዮጵያ ዳርጋ ኣብ ኦሮሚያን ኣምሓራን ነበረ ገዚፍ ሰራዊቱ ናብ ትግራይ ድንበር ምፅጋዕ ከምዝጀመረ ብዙሓት ሓበሬታታት ይወፁ ኣለዉ ናይ ቪድዮ ምስልታት እውን ዝተቆራረፁ ቪድዮ ምስልታት ኣብ ትዊተር ይሰራጨዩ ኣለዉ ማለት ከቢድ ሻቕሎት ከምዝፈጠረ እውን ዝተፅሓፉ ሓደ ሓደ ዜናታት ናረእኹ ነይረ ናይ ማርቲን ፕላውት

ካልኦት እውን ብዙሓት ናይ ጋዜጠኛታትን ከምዚ ኣክቲቪስታትን እውን እዚ ጉዳይ ብሰፊሑ ይፅሕፍሉ ኣለዉ። ብፍላይ ኣብ ኦሮሚያ ምስ ኦላ ዝነበረ ውግእ ዳርጋ ሙሉእ ንሙሉእ ገዲፉ እቱ ሰራዊት ኢትዮጵያ ነዞም ዕጡቓት ኦሮሚያ ገዲፍዋ ወፂኡ ኣሎ እዚ ክልል ዝብል እኒ ጃዋር ሓዊሱ ብዙሓት ይዛረብሉ ኣለዉ። ብዙሓት ማለት እቶም ቅድሚ ሕዚ መንግስቲ ኦሮሚያ ናመረቆም ነበረእዮም ሀዚ ነቲ ክልል ምስ ኦላ ኮይኖም ክጋፈጡ ማለት እዩ እቲ ዝበዝሕ ሰራዊቱ ግን ኣንቀሳቂስዎ ይርከብ ናብ ከባቢ ትግራይ ወሰናት ማለት እዩ እቲ ዓብዪ ጉዳይ ምስ ኤርትራ ጥራሕ ድዩ ዝውግእ ዝብል ነገር እዩ ብዙሓት ኣዚ እውን ምስ ትግራይ እውን ከምቲ ደርጊ ኤርትራ ንለመደምሰስ ትግራይ ንመዳሰስ ዓይነት ዝወበሎ ቅዲ ክኽተል ይኽእል እዩ መንግስቲ ኢትዮጵያ ኣብዚ ዘሎ ሓይሊ